ሰላም ሰላም ዝኸበርኩም ኣሕዋት ከመይ ትኾኑ ኩሉ ሰላም ድዩ ከመይ ጥዕና ሰላም ክትህልዉ ከኣ ተስፋ እገብር ሎማዓንቲ እምበኣር ሓንቲ ንእሽተይ ታሪኽ ሂወተይ ሼር ክገብር እየ መጽየ ዘለኹ ብጣዕሚ ኣብ ሂወተይ ኣዝዩ ደስ ዝብል ካብ ዘጋጠመኒ ማለት እዩ ካብ ዕለታት ኣብ ኖርወይ ካብ ምስ መጻኹ ናብዚ የልመላንድ ዝበሃል ኮሙነ መጽኤ ማለት እዩ መጀመርያ ኣብ ካምፕ ኢኻ ትኣቱ ኣብ ካምፕ ትጸንሕ ገለ ኣዋርሕ ዓመታት እውን ዝገብር ሰብ ኣሎ ኣጋጣሚ ፈቓድ ኣምላኽ ኮይኑ ግን ቁሩብ ኣዋርሕ ምስ ገበርኩ ናብዚ መጽኤ ማለት እዩ ሽዑ ቁሩብ ናይ ጥዕና ጸገም ወይ ከዓ ናይ የእጋረይ መሓውረይ ምእዛዝ ኣብይኒ ነይሩ ማለት እዩ ኣብቲ ግዜ እቲ ላይፍ ቁሩብ ክብድ ኢሉ ነይሩ ማለት እዩ እንተኾነ ግን ብሓይሊ ኣምላኽ ኩሉ ንፅቡቀይ ኮይኑ ንትምህርተይ ኮይኑ ማለት እዩ እዚ ተቐንዲ ዛዕባይ ንሱ ሼር ክብለኩም ስለ ዝደለኩ እየ ማለት እዩ እግዚኣብሄር ኣምላኽ ዝገበረለይ ንዓይ ፅቡቕ ነገር ኣነ ብፁእ ኮይነ ወይ ገለ ዘይኮንኩስ መሓሪ ስለ ዝኾነ እግዚኣብሔር ኣምላኽ ኣባይ ዝገበሮ ምሕረት ክምስክር ብሂወተይ ከለኹ ክምስክር ስለ ዝደለኹ እየ ማለት እዩ ሕጂ ኣጋጣሚ ሴርያ ኣብቲ ቦታ እየ መጽየ ዘለኹ ብኸምኡ ኸኣ እቲ ሼር ንክብሎ ከለኹ ዋላስ ደስ ይብለኒ ማለት እዩ ኣብቲ ቦታ ዝነበርኩ ከይነ ክገብሮ ኣብዚ ቦታ ከለኹ ማለት እዩ ኩሉ እቲ ላይፍ ቁሩብ ይኸብድ ኔሩ ምኽንያቱ ብእግረይ ክኸይድ ኣዝዩ ቃንዛ ገብረለይ ኔሩ ብፍላይ ከምዚ ዓቐበት ዓይነት ዝኾነ ብጣዕሚ ከቢድ ኔሩ ማለት እዩ ኣስታት ዓመትን ገለን ዝኸውን ካብ ኩሉ ነገር ተሰናኺለ ኔረ ማለት እዩ ትምህርቲ ወላ ክኸይድ ኣይከኣልኩን ምስኡ ከዓ እቲ ዳርጋ ሓድሽ እየ ኔረ ኣብዚ ኤሮጳ እቲ እቲ ናብራስ ንኽትክእሎ ከቢድ ወይ ከኣ እቲ ምዝርራብ ምስቲኦም ፈረንጂ ንኽትክእሎ ኣይርድኡኻን ወይ ኣነ ድየ ዘይርድኦም ኔረ ማለት እዩ ብዙሕ ክብድ ይብል ኔሩ ማለት እዩ። እስኻ እቲ ናይ ብሓቂ ኩነታትካ ትነግር ወይ ከምዚ ተምስል ዘለኻ ይመስሎም ኣብ ገለ ነገር ወይ ኣዕብዮም ድዮም ዘይርእይዎ ኮይኖም ብዙሕ ሕክምና ውን ተመላሊሰ ብዙሕ መርመራታት ገይረ። ሰላም ሰላም ከመይ ጸኒሕኩም ነዛ ሓጺር ታሪኸይ ትከታተሉ ዘለኹም ኩላትኩም ኣጋጣሚ ኮይኑ ነታ ቪድዮ እንዳ መላእኽዋ ከለኹ ተቋሪጻትኒ ብኸምኡ ሕጂ ብኣውድዮ መልክዕ ይቕጽል ኣለኹ ማለት እዩ ብኣውድዮ ዝገብራ ዘለኹ ከዓ ሓደ ሓደ ስእሊ ናይቲ ኩነታት ዝነበርክዎ ዝገልጽ ስእልታት ክገብረልኩም ስለ ዝደለኹ እየ ማለት እዩ። ሕጂ ግን ካብታ ዘቋረጸታ ነታ ሓጻር ታሪኽ ህይወተይ ናይቲ ዝነበረ ኩነታት ክገልጸልኩም ክቕጽላ እየ ማለት እዩ። ከምቲ ዝበልክዎ ኣብ ዝተፈላለየ ሕክምና ፈቲነ ብዙሕ ግን ለውጢ ክረክብ ኣይከኣልኩን ማለት እዩ። ኣስታት ዓመትን ገለን ኮፍ ኣብ ዝበልኩሉ ከኣ ናይ መጽሓፍ ምንባብ ሓድሽ ልምዲ ከጥሪ ክኢለ ማለት ነቲ ግዜይ ተጠቒመሉ እየ ብሓይሊ ኣምላኽ ብዙሕ መጻሕፍቲ ውን ከንብብ ክኢለ ኣብ ኖርወይ ሕጂ ኣለዉ ዌብሳይት ብዌብሳይት ጠሊብካ መጻሕፍቲ ትግርኛ ክተንብበሉ ትኽእል ማለት እዩ ካብኡ ካብ ኦስሎ ማለት እዩ ካብኡ ብዙሕ መጻሕፍቲ ይጠልብ ነይረ ዝተፈላለየ መጻሕፍቲ ማለት እዩ ናይ ሕጊ እንዳባ ብዙሕ መጻሕፍቲ ብዓቕመይ ማለት እዩ ከንብብ ክኢለ ማለት እዩ። ካልእ ውን ኣእምሮይ ሰላም ዝህብ መንፈሳዊ ስብከት ውን ይሰምዕ ነይረ። ብዓቕመይ ከኣ ንነብሰይ ክፈልጣ ክኢለ ኣብቲ ግዜ እቲ እኹል ግዜ ስለ ዝነበረኒ ኮፍ ኢለ ስለ ዝነበርኩ ማለት እዩ። ካልእ ንእሽተይ ውራይ ግበር ፈታዊኻን ጸላኢኻን ክትፈልጥ ከም ዝብሃል ከኣ ካብ ሰባት ዝነበረኒ ትጽቢታተይ ክቕንስ ክኢሉ ማለት እዩ። ብዙሕ ነገር ተማሂረ ሓደ ሓደ ሰባት ከኣ ብዘይፍላጥ ከምዚ ተጽዕኖ ዝኾነ ዘረባ ይስንድዉለይ ነይሮም እዮም ግን ትምክሕተይ ካብቲ ኩሉ ዝኽእል ፈጣሪ ስለ ዝነበረ ሓደ መዓልቲ ኩነታተይ ናብ ንቡር ክምለስ ምዃኑ ይኣምን ነይረ ብዙሕ ነቲ ናይ ሰባት ዝብልዎ ነበሩ ኣየቕልበሉን ነይረ ወይ ማለት እዩ ሓንቲ ኣብቲ እዋንቲ ነቲ ህይወተይ ትሕግዘኒ ዝነበረት ጥቕሲ ኸኣ ካብ መጽሓፍ ምሳሌ ማለት እዩ ከካፍለኩም ደስ ይብለኒ። ምናልባት እውን ንገለ ሰብ ክትጠቅም ትኽእል እያ ይብል ማለት እዩ። ሰብ እንተሓመመ መንፈሱ ይድግፎ፣ ንዝተሰብረ መንፈስ ግን መን ከበርትዖ ይኽእል? እዛ ጥቕሲ እዚኣ ናይ ብሓቂ ብዙሕ ሓጊዛትኒ እያ ንዓይ። ሽሕ'ኳ ስጋይ ሓሚሙ እንተ ነበረ ኣብቲ እዋን'ቲ፣ መንፈሰይ ግን ብሓይሊ ኣምላኽ እንዳ ሓየለ ይኸይድ ነይሩ ማለት'ዩ። ካልእ ኣብዛ ሓጻር ታሪኽ ክገልጻ ከይገለጽኩዋ ክሓልፍ ዘይደሊ፣ ኣብ ክልተ ሽሕን ዓሰርተ ሓሙሽተን ከባቢ፣ ናይ ሓርበኛ ቢተወደድ ኣብርሃ ቪድዮ ሽዑ ብመራኸቢ ብዙሃን ተዘርጊሑ ከም ህዝበይ ከኣ ሽዑ ሰሚዐዮ ማለት እዩ። ካብ ቢተወደድ ኣብርሃ ከኣ ብዙሕ ተማሂረን ተተባቢዔን እየ። ንሱ ምእንቲ ኩሉ ህዝቢ ኤርትራ ሓርነት ክረክብ ብወለንትኡ ዓመታት ዝኣክል ተኣሲሩ እሞ ከኣ ገና ምስ ትብዓቱ ወጺኡ ከምኡ ዓይነት መደረ ከስምዕ ከሎ ንዓይ ነዛ ናተይ ጸገም ንእሽተይ ከም ዝኾነት ክሪኣን ከምኡውን ክጻወራ ከም ዘለኒ ሓጊዝኒ እዩ ማለት እዩ። ካልእ ሓደ ሓደ ሰባት በቲ ዝነበርኩዎ ኩነታት ተስፋ ዝቆረጹ ነይሮም እዮም። ብኸመይ ከምኡ ትብል ኣለኻ ክትብሉኒ ትኽእሉ ኢኹም። በቲ ዝብልዎ ብቃሎም ካብ ኣፎም ዝወጽእ ከም ኣብነት ከምዚ እጽ ገለ ዝብል ምሽ ኣሎ ወይ ኤህ ገለ ዓይነት ከምዚ ምድንጋጽ ዝመስል ግን ተስፋ ዝቁርጽ ዓይነት ማለት እዩ ገለ ውን ክብድ ዝበለ ኮመንት ይቡካዮም ማለት እዩ ከምዚ ዋዛ ምሲልካ ዓይነት ከይሞትካ ከለካ እምበር ውለድ ዓይነት ኮምኡ ዓይነት ማለት እዩ ግን ሰኣን ፍላጥ እዩ ኢለ ሸለል ኢለ ሓልፎ ነይረ ከምቲ ኣቀዲመ ዝበልክዎ ውን ካብ ትጽቢተይ ካብ ኣምላኽ ስለ ዝኾነስ ወላ ሓንቲ ንዓይ ኣብ ውሽጠይ ዝገብሮ ዝነበ ወላ ሓንቲስ ኣይነበረን ማለት እዩ። ሕጂ እውን ከምዚ ተቐይመ ገለ ዘይኮንኩ ንዑ ዝጠቕሰ ዘለኹስ ብሰባት ድኾነ ድምብርጽ ክብለና ከም ዘይብሉ ሰብ ዓቕሙ እዩ ዝገብር ሰኣን ኣፍልጦ እዩ ከኣ ከምኡ ዝገብር ዝበዝሕ ሰብ ማለት እዩ። ኣነ ከኣ እሶም እዮም ተስፋ ቆሪጾም እምበር ኣነ ተስፋ ቆሪጸ ኣይፈልጥን እየ። ብሓይሊ ኣምላኽ ማለት እዩ። ብድሕሪኡ ኣብ ከባቢ መወዳእታ ናይ ክልተ ሽሕን ዓሰርተ ኩነታት ጥዕናይ ክመሓየሽ ጀሚሩ ማለት እዩ። ካብቲ ዝነበርኩዎ ቦታ እውን ናብ ድራመን ከባቢ ማለት እዩ ፍሊት ተገይረ ሙቭ ገይረ ማለት እዩ ኣብ ክልተ ሽሕን ዓሰርተ ሸውዓተን ከዓ ፈጣሪ ምሕረት ገይርለይ ሙሉእ ብሙሉእ ሓውየ ማለት እዩ ትምህርቲ ጀሚረ ኣብ ኤውሮጳ ካብ ዝኣቱ ከኣ ንመጀመርያ ግዜ ስራሕ ንክደሊ በቒዐ ማለት እዩ። እዚ ሕጂ ንዓይ ኣዝዩ ዓቢ ነገር እዩ ማለት እዩ። እቲ ስራሕ ንክደሊ ምሉእ ጥዕናይ ብምርካበይ ጥራሕ ብጣዕሚ ኣብቲ ግዜ እቲ ማራ እየ ዘሕጉስ ነይ ዘሕጉሰኒ ማለት እዩ። ክሳዕ ሕጂ ውን በቲ ዝተገብረለይ ምሕረት ዳግማይ ከም ዝተወለድኩ እዩ ንዓይ ማለት እዩ። ካልእ ኣብዚ እዋን እዚ ከኣ በዓል ሓዳርን ኣቦ ክልተ ቆልዑን ኣለኹ ማለት እዩ። ስነ ኣእምራዊ ጸገም ዘለዎም ምእላይ ወይ ምሕጋዝ ከኣ ሃንድረድ ፐርሰንት ስራሕ ይሰርሕ ማለት እዩ። ኣብ ትርፊ ግዜ ከኣ ሰባት ኣመጋግብኦም ምምሕያሽ ጥዕንኦም ክከናኸኑ ይሕግዝ ከም ኢንተፕረነር ኮይነ ማለት እዩ ኣብ መወዳእታ ከኣ ምስጋና ኣለኒ ማለት እዩ ነዚ ኩነታት ፈታኒ ግዜ ኣብ ሂወተይ ዝነበረ ኣብ ጎነይ ኮይኖም ዓቕሞም ዝስቕሩ ዝሓገዙኒ ምብራቕ በዓልቲ ቤተይ ማለት እዩ ያርለ ዝበሃል ኖርወጃዊ ኣብተ ሚካኤል ወደቐሺ ሚኪ ዝብሎ ማቲስ ታባንገር ዝቕመጥ ቴድሮስ ዓርከይ ኣብ ዓዲ እንግሊዝ ዝቅመጥ ትዕበ ስታቫንገር ትቅመጥ ከምኡውን ካልኦት ማለት እዩ ኣዝየ የመስግን ማለት እዩ በቲ ዝገበሩለይ ደገፍ ካልእ ከዓ እዚኣ ንእሽተይ ሓፃር ታሪክ ህይወተይ ንዝኾነ ምትብባዕ መተባብዒት ክትከውን ኢለ ብዓቅመይ ሼር ዝገበርኩላ ብዓብኡ ከዓ ኣምላኽ ንዓይ ዝገበረለይ ክምስክር ብሂወተይ ከለኹ ማለት እዩ ከምቲ ኣቀዲመ ዝበልኩኹም ኣብታ ቪድዮ ማለት እዩ ዝኾነ ኣተባባዒት ኮይና ክትረኽብዋ ከኣ ተስፋ ይገብር የቐንየለይ ጽን ኢልኩም ስለ ዝሰማዕኩም ዘማሞቕ
ኣይሞ ክብል ስለታ ለጋስኪ ሂባ ዘይትርብርብ ጭራሽ ከይፈለየት ኩሉ ትምግብ